ዝኸበርኩም ተኸታተልቲ ኣወይ ሾው ከመይ ቀኒኹም? እዚ መደብ እዚ ብኣወይ ሾው ዝዳሎ ዘናጋዕን መሃርን ንማሕበራዊ ህይወት ዝትንክፍ መደባት እዩ። ናይ ሎሚ መደብና ድማ ካብ ናይ ካልእ እዋን ዝተፈለየ ኮይኑ ንሓንቲ ንልዕሊ ዓሰርተ ሸውዓተ ዓመት ካብ ገዛ ጥራይ ዘይኮነ ካብ ዓራት እውን ዘይተስእት መንእሰይ ኢና ከነላልየኩም ሰናይ ምክትታል
መልሲ ያበቃ
ቤትኤል ሰሎሙን ታረቀ ትበሃል ኣብ 2003 ኣብ ከተማ ኣስመራ ኣርባዕተ ኣስመራ ኣብ ዝበሃል ቦታ ተወሊዳ ዓብያ ሕጂ ድማ ኣብ ዓዲ ጓዕዳ ንኡስ ዞባ ጋላነፍሒ ትነብር ኣላ ቤትኤል ካብ ኣቦኣ ሰሎሙን ካብ ኣዲኣ መምህር ንግስቲ ገብረስላሴ ካብ ፍቕሪ ምክብባር ሓልዮት ስኒት ካብ ዘለዋ ስድራ ምውላዳ ኣዝያ ዕድለኛ እያ። እቲ ምንታይ ቤትኤል ንዓሰርተ ሸውዓተ ዓመት ካብ ዓራት ወሪዳ መሬት ረጊጻ ንፋስ ኣዱንያ ከተስተማቕር ኣይተዓደለትን። እኳ ደኣ ዓራት ንዓኣ መሬታ ሓመዳ ካፈኣ ቤት ትምህርታ ዓለማ እያ። ቤትኤል ኣዲኣ ወይዘሮ ንግስቲ ምስ ወላዲ ኣቶ ሰሎሙን ክትሸይን ኣብ ዓራት ብጨርቂ ብፓምፐር ደገ ክትወጽእ ኣብ ዓራት ክትምገብ ኣብ ሕቕፎ ወላዲኣ ተደጊፋ ደቂስ'ያ ዕድሚኣ ተሕልፎ ዘላ። ስለ ዝኾነ ድማ ፍርቂ ኣካላ ለሚሱ ብሓደ ጎኒ ካብ ትድቅስ ዓመታት ሓሊፉ ኣሎ። ዝኸበርኩም ተኸታተልቲ ኣውይ ሾው መንእሰይ ቤቲኤል ገና ውሉድ ካብ ትብል ኣትሒዛ ኣማጻጽኣ ብንቡር ስለ ዘይነበረ ብመጥባሕቲ ከምኡ'ውን ብእግራ'ያ መጺኣ። እዚ ከይኣክል እውን ገና ካብ ማህፀን ኣዲኣ ውፅእ ምስ በለት ኩነታታ ፅቡቕ ስለ ዘይነበረ ሓካይም እውን ነቲ ዝነበራ ኩነታት ሪኦም ብህይወት ክትነብር ኣይትኽእልን እያ ዝብል ገምጋም ካብ ወላዲታ ኩነታታ ንምርኣይ ንዓሰርተ መዓልቲ እዮም ከው ኢሎማ። ወላዲታ ምስ ዝነበረቶ መጥባሕቲ ከቢድዋ ስለ ዝነበረ ንውላዳ ድሕሪ ዓሰርተ መዓልቲ እያ ጨንኣ ኣስተማቒራ። ዝኸበርኩም ተኸታተልቲ ኣዌ ሾው፣ እዛ ብሂወት ትነብር ዶ ዝተባህለት ዕሸል ፍቓድ ፈጣሪ ኮይኑ እኳ እነሀለት ተወሊዳስ ድሮ ዓሰርተ ሸሞንተ ዓመታ ክትበቅዕ ቀሪባ ኣላ። እቲ ዝኸፍእ ጸገም ናይ ቤትኤል ኣብ መጀመርታ ዝገለጽናዮ እኳ እንተኾነ ካብኡ ዝገደደ ድማ እንሆ ካብ ትውለድ መግቢ እንጀራ ይኹን ባኒ ወላውን ዝኾነ መግቢ ወሲዳ ኣይትፈልጥንያ። ንተኣምር ክትብሎ ትኽእል ብስብቆ ፈሳሲ ጥራያ ትነብር ዘላ ነዚ ምስ ሰማዕና ክንኣምነኮ ተጸገመና ምርኣይ ምእማን ስለ ዝኾነ ግን እንሆኮ ብዓይንና ርኢና ንኣምን ኣለና ወላዲኣ ንቤትኤል ሰሎሙን ኩነታት ጓሉን ቤቱን ክቕይር ዘይገበሮን ዘይፈሓሮን ነገር የለን ነዛ ዕሸል ገዲፉ ሓንሳብ ዱባይ ሓንሳብ ኣንጎላ ተጓዒዙ እንተኾነ ግን ወላዲታ ነዛ ውላዳ ከምኡውን ክልተ ደቃ ማለት ምንኣሳ ከተዕቢ ክትክእል ዓቐብ ኮይንዋ። ነዚ ህይወት ምኽኣል ስለ ዝሰኣነት ድማ ነዛ ውላዱ ንምእላይ ኩሉ ገዲፉ እንሆ ኣብ ጎና ኮይኑ በብሽፍቲ ይኣልዩዋ ኣለው። ነዚ ግን እንደገና ዘካብዶ ናይ መነባብሮ ጸገም በርቲዑ ገዛ ክራይ፣ ፓምፐር ምግዛእ፣ መግቢ፣ ኣልባሳት እንታይ እሞ ክንብል። ዝኸበርኩም ተኸታተልቲ ኣዌ ሾው ጸገማት መንእሰይ ቤትኤል ገለ ክፋል እዚ ይመስል ምርኣይ ምእማን እዩ እሞ ዕላል ምስ ወላዲታ ከቕርበልኩም ዝኸበርኩም ተኸታተልቲ ኣዌ ሾው ንኹሉ ትገብሩልና ምትሕብባር ካብ ብልቢ እዩ ነመስግን ብሽመይን ብሽም ስድራ ቤት ቤትኤል ብሽም መሳርሕተይን ድማ ዓብዪ ምስጋና የቕርበልኩም ሰናይ ምክትታል መጀመርያ ነዚ ዕድል እዚ ብምሃብኪ ኣዝየ የመስግን እቲ ምንታይ ልክዕ ከም ናይ ቤትኤል ብዙሕ ፀገም ዘለዎም ሰባት ስለ ዘለዎ ኣብነት ክትኮንና ድማ ተስፋ ንገብር የቐንየልና ድሕረ ባይታ ናይ ቤትኤል እንታይ ይመስል? ሕጽር ኣቢልኪ እስከ ታሪኽ ህይወታ ኣዕልልና።
ኦኬ ኣልነለይ ማለት እግዚኣብሔር ባርኽኩም ከምኡ ኢልኩም ሓሲብኩም ገለ ሓቲትኩም ኩነታታ ገለ ምምጻኹም የቐንየለይ በል ንኣምላኽ ከ የመስግኖ ምሽ ክሳብ ሕጂ ብህይወት ሃልያስ ንኸምዚ ምብቅዓ እውን ሓደ ዓበ ዕድል ኮይኑ ስምዓኒ ድሕረ ባይታኣ ናይ ቤቲ ክልተ ሽሕን ዓሰርተ ሰለስተን እዳ ተወሊዳ ወርሒ ዓሰርተ ሕጂ ከምዚ ክትውለድ ከላ ቁሩብ ጸገማት ነይርዋ ገለ ኣብ ርእሳ ዝኾነ ከም ፈሳሲ ገለ ነይሩ ሕጂ ከምዚ ክብሎ ኳላ ተደይካልኩ ኦፕሬሽን ስለ ዝሓረስኳ ኣይረኣኳን ከይስንብድ ኢሎም ብድሕሪ ዓሰርተ መዓልቲ ግን እቲ ክሳይ መጥባሕቲ ተገይሩ ተኣልዩ ማለት እዩ። ብድሕሪኡ ሕክምና ምክትታላት ነይርዋ። ብድሕሪ ዓሰርተ መዓልቲ ኣብ ጥቡብ ገለ ተራኺብና ማለት እዩ ምስ ቤቲ። ካብኡ ደሓር ክሳብ ወርሒ ድኸውን ሆስፒታል ደቂሳ ምክትታላት ክበረላ ነይሩ። ምጥባው ገለ ጀሚራ ገለ ኣብ ውሽጢ ወርሕስ ጥብቕቲ ሰብ ኮይና ሓፂሩ ክሳብ ሽዱሽተ ወርሒ ድኸውን ከዓ ኩሉ ምክትታላት ወርሓው ነይርዋ የርእዋ ነይሮም። ኣብ ፅቡቅ ኩነታት ነይራ ክሳዕ ሽዱሽተ ወርሒ ምንም ነገር ኣይነበራን ድሕሪኡ ዋላ ሓንቲ ዋላ ነይሮም ሓካይ እንታይ ክጋጥማ ክእል ገለ ገለ ኢልዮም ክወፁ ከለኩ ዋላ ካብ ሆስፒታል እዚ ክንብል ኣይንክእልን ኢና ኣነ ግን ድሓን ከም ዘላ ጥራሕ እዩ ዝርዳእኒ ሓደ ቻይናዊ ነይሩ ፍዕ ግዜ ብከምዚ ከዓ ወፂና ካብ ሆስፒታል ፅቡቅ ተጓዒዝና ድሕሪ ሽዱሽተ ወርሒ ሕጂ እንታይ መፅኡ ዕቤትና ይርእስ መፅኡ ሕጂ ብጣዕሚ በቃ ኣብቲ ሽዑ ግዜ ኣዝዩ ከቢድ እዩ ኔሩ ወላ ክትስዕል ከላ ድዩ ወላ ክትበኪ ከላ ድምጽስ ኔርዎ ቆራዕራዕ ድብል ድምጺ እዩ ኔርዋ ርእሳ ብጣዕሚ ሳትሳቐ ሳትሳቐ ብኽያት ጥራሕ እያ ከምኣ ኔራ ሕክምና ከኣ ሽዑ የመላልሳ ኔረ ብዙሕ ዋላ ሓንቲ ተገብረ ነገርስ ኣይነበረን እቲ ሽዑ ግዜ ብድሕሪኡ ድሕሪ ትሽዓተ ወርሓ ከዓ ኣምፅያ ኢሎምኒ ከዓ ድሕሪ ትሽዓተ ከዓ ሒዝያ ከይደ ከይደ እቲ ናይ ቆፀራ ግዜኣ ምስ ረኣይዋ ደንጊኹማ ኢሎምና ሕጂ ዝኾነ እቲ ብሻንቲ እቲ ገለ ዝበሃል በዚ ደኣቱ ገለስ ነይሩ ሕጂ ከምኡ ምፁላ እሞ ክንገብረላ ገለ ኢሎምና

ከምዚ ኦፕረሽን ግበረላ ኣሎ ገለ ከምዚ ዓይነት ቲዩብ ከዓ ክርከብ ኣሎ ገለ ተባሂሉ ብወገንኩም ተረኸብኩም ዋላ ካብ ደገ ምፅኡላ ገለ ኢሎምና ኣብቲ ሰዓት ዕድል ኣይረኸብናን ደሊና እውን ኣይረኸብናን ኣየጋጠመና ኣብዚ ወንድ ገዛ ኣይነበረን ንደገ ከዓ ዝለኣኽ ከዓ ሽዑ ሓደ ኣይረኸብኩም ሕጂ እታ ሰዓኣ ሓሊፋ ማለት እዩ ኦኬ በል ደሓን እስኪ ኢሎም እንደገና ፀዊዖም ንኸይደ ሪኦም ማገልምታት እዚ ሲቲ ስካን ገይራ ሓንጎላ የለን ካብ ተባሂለ ሸወልቲ ግዜ እቲ እቲ ሓንጎል ተሃሲ ስለ ዘሎ ወላ ሓንቲ ምንም ክንገብር ኣይንኽእልን ኢና ሜቢ ግን እቲ መድሃ እቲ ክስታይ መፅኡ ሽዑ እቲ ሻንቲ ቲብ ሒዞም መፅኦም ነይሮም ጀርመናውያን ክገብሩላ እዮም ሓሲቦም ሕጂ እሱ ስለ ዘየለ ምንም ከኣ ክንገብር ኣይንኸእልን። ድሕሪ ክንደይ ሕጂ እሶም ዝመጹ ዘለዉ ድሕሪ ዓመት ኣብ ዓመታ ኣብ ዓመታ ኣብ እዮም ዓመታ መጺኦም? እዩ እወ ብድሕሪኡ እሞ እንታይ ክንገብራ እታ ሸዓታ ናይታ ትሽዓተ ወርሒ ስኢንና ገለ ኣብቲ ዓመታ ሽዑ መጺኦም መጺኦም ሪኦም ሃገርምታት ክንፍትና ኢሎምኒ ሓንጎል የለን ተባሂለ ኣለኹ ሕጂ ክንፍትና ኢሎምኒ ከመይ ክንፍትና ማለት በቃ ድክኣል ተኮይኑስ ክንፍትና ሕጂ ኣነ እታ ፈተነ ከቢድሃኒ ኣብታ ናይ ትሽዓተ ወርሒ ከዓ ድገበሩ ቆልዑ ከዓ ርኤ ነረ ብጣዕሚ ሕማቅ ስቃይ ርኤ ሽዱሽተ ወርሒ ተሳቂያ ድኸደት ቆልዑ ነረ
ዋ ኣይትድቅስ ኣይትኸውን ኢንፌክሽን ብዙሕ ነገር ኣሎ ብሓፂሩ ሕጂ ዕድለ ኢልካ እንዳ ክትገብሮ ኣብ ከምኡ ዓይነት ከዓ ክኣቱ ኣይፈቐድኩን ኣነ ምክንያቱ ዘይኣስ ውሉድ ውህበት እግዚኣብሄር እዩ ምሽ እግዚኣብሄር ይብን ኣሎ ብኸመይ ዝቕጽል እሱዩ ዝፈልጥ ሕጂ ኩሉ ናብኡ ተወኪለ ንዕኡ ጽባሕ ይሸም ትብል መደምደምታ ኢኻ መንከይደ ድሕሪኡ ክንፍትነላ ካልእ ሓሳብ እንተ ኣምፂና ክንፅዋዕ ክኢሎም መፅኦም ምስ መፁ ሽዑ ካልእ ሓሳብ ኣይኮነ ክንፍትነላ እያ መፅያ ሸባ ሕጂ ኣነ ንፈተነ ክህባ ይደለኹ ሓቂ ወይ ክትከይድ እያ ወይ ከኣ ክትሳቐ ድያ ሜቢ ናይ ምድሓን ዕድል ውን ነይሩ ክኸውን ይኽእል ግን ንኸምኡ ክስታይ ኣይፈቐድኩን ውሽጠይ ኣይፈቐደለይን እቲ ናይቲ እንካል ወዲ ሳቕያ ዝነበራ ስለ ዝነበርኩ
እሰያ ክንፍትነላ በቃ ለውጥስ የለን ካልእ ሓሳብ ተሒዝና ክንመንጽእ ኢና ክንጽውዓኪ እየ ተባሂለ ከይደ ካልእ ሓሳብ ኣይኮነ ዝነበረት ሓሳብ እያ እነታ ዝነበረት ሓሳብ ከዓ ንሕርቲ ከኣል ኮይና ሻዕደይ ትግበር ነይራ ሕጂ ነታ ቆልዓስ ኣብ ጭርጭር ክእትዋስ ኣይደለኹን ማለት ኣዝየ ድፈትዋ ክሳቐ ገለ ክሪኣ ከይደለኹን ምሽ ኣምላኽ ኣምፅዋ ኣሎ ብኸመይ ትነብር እንታይ ትቕፅል ንሱ ይሒዞ ዘሎ ኮነናታት ናቲ ትንፋስ ምስ ኣብ ትሕቲ ኣምላኽ በቃ ሕጂ ብኸምዚ ኣየበልኩም ኣይ ትንሕክምና ነገርሲ ኣይሰለጥን ድሕሪ ክንደይ ግን እስኪ ኢለ ከዓ ምናልባት ናይ ፊዚዮትራፒ ዕድል ገለገለ ምረኸበት ግን እቲ ኩነታት ክብድ ኢሉኒ ዴሊ ኢኻ ክተማላልሳ መጀመርታ ክትውለድ ከላ ኣርባዕተ ኣስመራ ኢና ነርና ሽዑ ካብኡ ናይ ገዛ ሽግር ምስ መፀ ከዓ ካብ ኣስመራ ናብዚ ኢና ኣቲና ማለት እዩ ዓዲ በረድ እዚኦም ናብ ሓንቲ ገዛ ኣሎ ብዙሕ ሽግር ኣሎ ብሓፂሩ ሓንቲ ገዛ እሞ ምስ ሽንቲ ምስ ገለ ገለ ብዙሕ ኣሎ መቸም ግን ንኩሉ ተፃዊርካ ምስ ኩነታት ትኸይድ ኢኻ ብከምዚ ከዓ ቀፂልና ድሕሪኡ እጅ እቲ ናይ ሕክምና ነገር እስኪ ምናልባት ካልእ ለውጢ ዶ ክመፅእ ክእል ይኸውን ወይ ናይ ደቂ ዕድል ገለገለ ኢልካ

ኣውቲዝም ክፍቀድ ኣለዎ ክፍቀድ ኣለዎ ሕጂ እዚኦም ግን ብዙሕ ተኣሽም ይኮኑ ሕጂ ናይ እዚያስ እቲ እንታይ ዝበልክኒ እቲ ሲፒኦ ሲፒኤም ዝበሃሉ ሲፒ ከምዚ ናይ ሰረብረም መልመስቲ ገለ እዩ እምበር ኣብቲ እምሮ ከማን እቶም ኣክቲቫት ቆልዑ እዚኦም እዮም ብጣዕሚ ሕጂ ዋላ እኳ እቲ ልሳና ክስታይ ይኹን እምበር ኣዝያ ክስታይ ብርኽቲኣ ሕጉስቲኣ ትሪት ክትገብራ ትደልየካ እያ ኣቓልቦ ጌርካስ ምሳኣ ክስታይ ክትገብር ኣዝያ ሕጉስቲ ቆልዓ እያ ሻላ ዋላ እኳ ክንድዚ ግዜ ትውሰድ ዋላ ገለስ ኣምላኽ መስገን ኣይትስልችወካን እያ ዘቆልዓ እዚኣ ኣዝየ ድፈትዋ
ጠንቂ ወይ መበገሲ ናይዚ ሕማምሲ እንታይ ኢልክ ትገልፂ መበገሲ ሕጂ ኣነ ብናይ ሕክምና ክሪኦ ከለኹ ሜቢ ኣብ ናይ ጥንሲ ግዜ መድሃኒት ዶ ትወስድ ብልኻ ወይ ውን ዕድመ ልዕሊ ሰላሳን ሓሙሽተን ገለ እንተ ኣቲኻ ይብሉኻ ብዙሕ ከምኡ ዓይነት ሓቲተ ዋላ ኣነ ኣብቲ ኩሉ ኩነታት ግን ኣነ የለኹን ውጽእት እየ ማለተይ ኣብቲ ዕድመ ዕድመ ክንዱ ኣይገበርኩን ነይረ ኣይበጻሕኩን እዎ ዕስራን ሸሞንተን ዕስራን ትሽዓተን ኮምታት እየ ነይረ ፕላስ መድሃኒት ድብልዎ ከኣ ኣነ ንምከላኸል ተባሂሉ ድወሰድ መድሃኒት ከማን ምንም ኣብ ኣፍየ ዘይፈልጥ ዋላ ተወጊኡ ይፈልጥ ሕጂ ካብ ከምኡስ ነጸ ሕጂ እዚኣ ኣነ ብከምዚ ከምዚ በቲ ናይ ሕክምና ዋላ ብሳይንስሲ ከምዚ እዩ ክብል እንተበለ ሳይንስ ኣነ ግን ኣብኡ ኣይ ንዓይሰ ኣይውክለኒ ኣብቲ ኩነታት ማለት እዩ ካብ ክልቲኡ ካብ ጥዕምን ካብቲ መድሃኒት እወ የለኹን ኣብኡ ማለት እዩ ካብኡስ ነጻ የደለኹ ማለት እዩ ሕጂ እዚኣ እንታይ እየ ክብላ ድኸላነ ውህበት እያ በቃ ውህበተ ክእለት ኣሎ ኣምላኽ ስን ዝደልዮስ ብዝደልዮ መንገዲ ገይሩ ሲረድኦ ልቦና ይህበካ ትሕትና ህበካ ረዝነት ዓቕሊ ኩሉ በቃ ኩሉ ኢኻ ትመሃር
ብወገን ሕክምና ዝተገበረላ ሓገዝ እንታይ ይመስል?
ብወገን ሕክምና በቃ እታ ዝብለካ ክሳብታ ሽዱሽተ ወርሒ ብዘይ ምቁራፅ ነይርዋ ፈሎ ኣብ ንሰን ከይቋረፅኩ የርእያ ነይረ በቃ ፅቡቅ ከዓ ተጓዒዛ ነይራ ድሕሪኡን ቆፀራታት ነይሩኒ ይኸይድ እየ ነይረ ቆፀራታት ሕጂ ወላ ሓንቲ በቃ እታ ዕቤት ርእሲ ድሕሪ ሽዱሽተ እያ መፅያ ኣካላታ ከም ድላይ ኮፍ ክትብል ኣይከኣለትን ወላ ክትምእዝዝ ክትእዝዞ እውን ኣይከኣለትን እቲ ክሳይ
ሕጂ ሜቢ እቲ ሓንጎል የለን ገለ ድብልዋ ሕጂ ክኸውን ይኽእል ሜቢ ገለ ክፋል ግን ክሪኣ ከለኹ ተለልየካ ትርዳእካ ትስሕቕ እያ ድሕሪ ሓንጎል ዲልስ ከበይ እሞ ትፅውያ ፐርፌክት እያ ትፅዋዕ ንሽመይ ተለልያ ፕላስ ቅድም ተስማዓ ዝነበርካ መዛሙራት ተወሊዕካ ከለካ ኣዝያ ሕጉስቲ ኮይና ተለልዩ ትዝክሮ ናይ ቆልዓ ዓመት ከላ ውላዕላ ነበርኩስ ስቲል ሕጂ ተወሊዐላ ፅቡቅ ትሕጎስ ሰማይ ፍሉይ ትፈልዮ ከማ ምስ ሕዋታ ፀወታ እዚያ ሕጉስ ኮይና ክስታይ ትኸውን ሕጂ ሲ
እዛ ቆልዓ እዚኣ ምስ ሰባት ዘለዋ ባህሪ ወይ ምሳኺ ዘለዋ ባህርስ ከመይ እዩ?
ባህርያታ ሕጂ ጥዕምቲ እያ ፈቃራ በቃ እንታይ እሞ ክገልጻ ኣይክእልን።
ሓፈሻዊ ማሕበራዊ ጸገማትክ እንታይ ኣሎ እስከ ኣስፍሕ ኣቢልክ ግለጸልና።
ማሕበራዊ ጸገም ሕጂ ከም ሰብካ እንዲኻ ማለትሲ እቲ ሓፈሻዊ ኩነታት ናይ ኣሸሙስ ያው እዩ ኩሉ እንዳጎየኻ ኢኻ ትነብር ሕጂ ንዓኣ ምስ ኣሕዋታ ድየ ገዲፈ ገለ ድየ ካብ ስራሕ ኣይቋርጽ ስራሕ ወፍር እየ ከም ሰበይ ሰሪሐ ኣቱ እቶም ቆልዑ ድሕሪኣ ማለት ክሳዕ እቶም ኣሕዋታ ዝረክብ እየ ዝሽገር ነይረ ሰራሕተኛ ገለ ቁሩብ ግዜ ኣቢለ ግን ወላ ሓንቲ ክገብራላ ይክእላን እዩ ክሕልዋልካ ግን ይኽእላ ሰብ ኣለዋ ኢልካስ ቀሲንካ ትወፅእ እቲ ዝኾነ ነገር ክገብራልካ ድኽእላ ግን ኣነ በቃ ኣነ ኣቦኣ ከለካ ኣቦኻ ይሕግዛ ክልቲኹም ኢኹም በቃ ኮይኑ ተሪፉ ግን እንተ ነዊሑ ግዜ ጨርቂ ክቕይራልካ ክእላ ገለ ከምኡ ምስ ኮነ ሕጂ እቲ ዓቕሚ እውን እንዳሓፀረካ ከይድ የለን ወርሓዊ ደሞዝ ወሲድካስ ክንደይ ከፊልካ ኢኻ እሞ ሰራሕተኛ ጌርካ ክትኣሊ ከቢድ እዩ ከዛ ክራይ ኣለካ ቆልዑ ውን ኣሎ ኩሉ ኣሎ ሕጂ ምስ ከምዚ ምስ ከበደኒ ከዓ ሰራሕተኛ እውን ኣቋሪፃ ድሕሪ ሽዑ ወይ ጎረቤት ኣሎ ረኢለይ ትብል ቆልዑ እውን ደሓን ድሕሪኣ ዝተወልዱልና እቶም ክልተ ቆልዑ ኣለው ኣምላኽ ይመስገን ንሶም ከኣ ክዕልዋ ክጻወቱዋ ይኽእሉ ሕጂ ብሰዓት እዚ እኮ ዋላ ክሕግዙኒ እውን ይኽእሉ ማለት ክብተ ኢለን ወይ ድኽም ተኢለ እቲ ዓብ ወደይ ወዲ ዓሰርተ ኣርባዕተ ኮይኑ ኣሎ ቀስ ኢሉ ክልቲኦም ተሓጋጊዞም ምስታ ምንኣሱ ሕቕፉን እዮም ይሕግዙን እዮም ሽንቲ ምእላይ ኣብ ደጊኣ ማለት እዩ እስኽን ኣቦዋን ጥራሕ

ማለሲ እንድሕር ናትካ ውህበት ኮይኑስ ኣይከብደካን በቃ ኣምላኽ ከዓ ንዑ ደኽእል ሓይሊ ህበካ እምበር ሰብ እንዲኻ ስልቾካ ክእል ክተማርር ትኽእል ብዙሕ ነገር ኣሎ ግን ኣምላኽ መስገን እግዚኣብሔር ኩሉ የኽእል ምዃኑ ስርኤ ኣነ በቃ ተማሂረ ብዙሕ ነገር ወይ ካልኦት ትካላት ዝተገበረ ሓገዝ ከስጋ ሕጂ ኣሎ ዶ እወ ሚኒስትሮ እየ ሕጂ ኣብዚ ማሕበር ምስ ኣተኹ ከማን ካብ ስምዑ ዞባስ ንዓይ እዮም ክሳይ ገይሮማ ቀዳምነት ስን መን ዋህብ ኣሎ ምሽ ኣየናይ ይበልፅ ኣየናይ ይሓይሽ እንዳልካ ኣወዳዲድካ ስለትብ ንዓኣ ጠመተ ገይሮም እዚያ ዊልቸር ዓረብያ ሕጂ ዓረብያ ሂቦምኒ ኣብታ ሰዓት እቲኣ እታ ዝረኸብዋ እዮም ሂቦምኒ ከማን ንዓይ ሕዳስ ሰለስተ ድን ኣርባዕተ ገለ ሓገዝ ረኺቦም ካብኣተን ሓንቲ ሂቦምኒ ሕጂ እንታይ እዩ ኣብኣ ኮፍ ክትብል ሕጂ ንዓኦም ብዙሕ ምቹእ ኣይኮነን ሓደ ኣብ እግራ ናይ እግራ ክስታይ መርገፂ የብላ እንታ ዓረብያ ካልኣይ እቲ ንዓ ደጋጊፍካ ኢኻ ክስታይ ትገብራ እምበር ነዊሕ ኮፍ ክትብላ እውን ምችእቲ ይኮነትን ከብዳዩ እወ ሕጂ ሓደ ሓደ ግዜ ግን ኣብኣ ፀጋ ዓቢለ ቁሩብ ንፋስ እህረም
ሕጂ ከም ኣማራጺ እንታይ ማለት እቲኣ ሓጺን እያ እዛ ተደፋኢት እያ እዛ እወ ባዕልኻ እኻ ትደፋ ፍርቂ ነብሳ ጽላል ጨርቂ ጽላል ጌርካ ገለ ባዕልኻ ትጽሓይ እውን ስለ ዘይትጻወሮ ብዝሒ ለሚሳ ኣላ ብፍርቂ ጎና ሕጂ ብፍላይ እዛ ሓሙሽተ ዓመት ኦልሞስት ዳርጋ ናብ ሽዱሽተ ገጹ ከይዳ ኣሎ ብሓደ ሳይድ እያ ትድቅስ ክትግልበጥ ኣይትኽእልን እያ እወ ኣይትኽእልን እያ ሕጂ ኣብቲ ናይ ቅድም ግዜ ክሳብ ዓሰርተ ዓመታ ገለ ከባቢ ዝነበረ እኳ ቁሩብ ዋላ ባዕላ ናይ ሓይሊ ገይራስ ክትግልበጥ ትፅዕር ባዕለይ እውን ግልብጣ ካብቲኣ ናብቲኣስ ይቀያይራ ነይረ እየ ሕጂ ብድሕሪኡ ግን ትፀልኣ በቲ ሓንቲ ቀንዲ ሕጂ የማነይቲ ኢዳ እዚኣ የማነይቲ ኣካላታ ስተዒት እያ ንሳ ሓይሊ ትህባ ብኣ በታ የማነይቲ ሕጂ ተደቅሳ እንዳዕር ኢልካ ግን ፈጺማ ዓቕሊ ትገብረላ ኣላ ኣይትገብረልካን ናብቲኣ ትነብረታ ቦታ እያ ክትምለስ ትደሊ ኦኬ ሕጂ ምስ ከምኡ ኣይተብላን ኢኻ ናብታ ቦታ እያ ትመልሳ ብሓደ ጎኒ እያ ትብል ሕጂ እወ እዚ ሓሙሽተ ሽዱሽተ ዓመታ ሓንቲ ሳይዳ ተኣምራት እዩ ኣይትቆስል ኣይትጨኑ ኣይትባላሾ እንታይ ማለት ኣይኮነ ዓሰርተ ሸሞንተ ከባቢ ዓመት ደቂስካስ

ክንድኡ ግዜ ክወስድ ሰብ ሞብዓራት ክንድኡ ዕድመ ይቆስለካ እዩ የብለካ እዩ ብዙሕ ስጋስ ቀልጢፉ ዝባላሾ ነገር እዩ ኣብዚኣ ግን ኣነ እንድዒ ብዙሕ ትእምርቲ እየ ድርኢ በቃ ናይ ተኣምራት ውላድ እዩ ዝብላ ዓሰርተ ሸውዓተ ዓመት ዓሰርተ ሸሞንተ ዓመት ስባን ይኹን እንጀራ ይኹን ዝኾነ ኣይወሰደትን።
መግቢ ወሲዳ ኣይትፈልጥን። ኣይወሰደትን ኣብ መጀመርታ ብዙሕ እየ ፅዒረ ንክትወስድ ዝኾነ መግቢ ኣይወሰደትን ሕጂ እንታይ ብፍላይ ናይ እንቋቑሖ ገለ ገለ ኣረርጂክ ምስ ገበረላ ገዲፈያ እዚ ካልእ ነገር ከኣ ከም ሰባ ክትወስድ ኢለስ ብዙሕ እየ ጽዒረ ኩላ ግን ካብዚ እያ ትምለስ ኮይና ተሪፋ ሽዑ መወዳእታ እታ ክትወስደለይ ዝኸኣለት ክዚ ከምዚ ናይ ጥሕኒ ወይ ፋፋ ዲኤምከይ ጸባ ከኣ ትወስድ ጸባ
ብስብቆ ምሲልካ እዚ በቃ እዚ ዲኤም ከይፋፋ ገለ ብስብኮ ካልእ ነገር እውን ወይ ሮዝዲ ወይ ካልእ ክባት ኮይነ ከዓ ጥሒንካ ገለ ከም ጽሟቕ ጌርካ ፈሳሲ ኮይኑ ትወስደልካ ትኽእል። ኣብ ህይወት ኣሸጋሪ ዝኾነ ኩነታት እንታይ ኣጓኒፍኩም ፈልጥ ወይ እንታይ ኣጓኒፍ ክፈልጥ ከመደስኺ?
እወ ሕጂ ኣምላኽ መስገን ብዙሕ ኣሸጋሪት እኳ ተደይኮነት ኣብቲ ጥዕና ምሻሎ እግዚኣብሔር ካና ካና ምዃኑ እዩ ዝርኣ ንዛ ቆልዓ እዚኣ ዋላ እቶም ቆልዑ እቶም ዓበይቲ ክሓምዎ እቶም ሓደ ንኣሽቱ ክሓምዎ ኣለዉ እሳ ኣይትሓመካን እያ መብዛሕትኡ ትሪኣ ከለካ ሰዓል ኩሎም ድሕሪ ተታሒዞም ቅድሚኦም ንዓ ገድፋ እዚ ተኣምራት እዩ በቃ ምሽ ረዚስታንስ የብሉን ኢኻ ትብሎ ዶ ይበልዕ ሰብ ገለገለ ግን ልዕሊ ተፈጥሮ ኮይና ትነብር ኣላ ሪኣ ሕጂ ሓደ ሓደ ግዜ እቲ ኣሸጋሪ ትብሎ ከምዚ ናይ ስምባድ ዓይነት ሳሕቲ ክስታ ይገብራ ከምዚ ምንቅጥቃጥ ሾክ ትኣትወኒ ሳሕቲ ሕጂ እንታይ ናይ ትነርቢ ድዩ ወይ ትገለ ሾክ ትኣትወ
ሕጂ ሓደ ሓደ ግዜ ከምዚ ክድቅስ ክደሊ ከላ ፀጥታ ብጣዕሚ ትደሊ እቲ ንሕና ንርዳኣላ እንዲና ጸጥ ኢኻ ትብል ግን ምስ ሰባት ኣብ ካንሸሎ ኣብ ክራይ ብዙሕ ስለ ዘለኻ እስኻ ሱቕ በል እስኻ ጸጥ በል እውን ኣይትብሎን ኢኻ ከከም ረድኢትካ ስለ ትኸይድ ሕጂ ከምኡ ድምፂ ክሰማእ ከላ ሕጂ ብፍላይ ብጣዕሚ ሳይ ትኾን ትሓርቕ ትሓርቕ ትበኪያ ከመይ ድቀሳሳ ክትፍላይ ትጸሏ ክድቅስ ክደላ ከላ ብጣዕሚ ፀጥታ ትደል ገልጠምጠም ኣይደልንያ ገላ ኣብ ከምኣ ፀጥ ኢላ ክድቅስ ትደሊ ኣብ ከምኡ ሕጂ እንድሕር ነዊሕዋ እቲ ሰዓታት ትረብሻ ገለ ሕጂ ሾክ ትኸው
እዎ ብጣዕሚ ተንቀጥቀጥ ዳርጋ ናይ ፍርቂ ሰዓት ትፀንሓሉ ኣላ ከምኡ ኮይና ነዊሕ ሰዓታት ዝጸንሓሉ ግዜ እውን ነይሩ እዩ ዘይርስዓኒ ከምዚ ካብ ሰዓት ሸሞንተ ክሳብ ሰዓት ኣርባዕተ ኮፍ ኢለ ዝሓደርኩሉ ግዜ ኣሎ ለውጢ ዘይብሉ በቃ ሃለዋት ኣጥፊኣ ገለ ከምዚ ናይ ኤፕለብሲ ዓይነት ትኾነካ ከምኡ ኮይና ገለ ሕጂ ከምኡ ትከውን ከላ ክሳብ ሰለስተ መዓልቲ ድምፂ ዝበሃል የብላ እንተ ጸጥታ በቃ ድኸም
ድኸም ገብረላ
እዚ ናይ ፍርቂ ሰዓት ገለገለ ግን ኖርማል ደሓን እያ ቀልጢፋ ኣብቲ ንቡር ትምለስ እንጂ እሱ ከምኡ የጋጥማ ቅድም ኣብ ዓመት ገለ ከምኡ ትኾነ ነይራ እዚ ሕጂ ግዜ ክሪኦ ከለኹ ግን ተደጋጋሚ መፅእ እዚ ነገር እዚ ንሓንሳ ኣብ መዓልቲ ክልተ ሰለስተ ግዜ ትኾነ ኣሎ ንሓንሳ እውን ፅቡቅ ትውርሓሉ ከ ኣሎ ን ዓሰርተ ሸውዓተ ዓመት ዓሰርተ ሸሞንተ ዓመሲ ዝኾነ ምግቢ በሊዓ ኣይትፈልጥን እያ። በቃ መጉዳ ከምዛ ዝብለካ ምክንያቱ ዋላ እተን ብህባ ከማን ኣብ ንስብ ቆሲ ዝኾነ ንእሽተይ ዕንኳር እውን ክትሃልፈካ ትኽእል ዋላ ክንዲ ሩዝ ዕንኳር ትህልያ ካብዚኣ ዑፍ ኢላ ትውፃእ ስሳ ክሳዕ ትውፅእ ሸምዓንጣ ትውፅእ ሕጂ ብጣዕሚ ተጠንቂቀ በቃ ዕንኳር ከይተሓልፋስ ተጠንቂቀ ኢኻ ብመንካ ሸሞንተ ዓመት ሕጂ እቲ ፋፋ እቲ ንስብቆ ዝኸውን ነገራሲ ካበይ ይርከብ ኢልካ ትሓስብ?
ከቢድ እዩ ብጣዕሚ። ብጣዕሚ ከቢድ እዩ ሕጂ ኣብ ገለ ገለ ናይ ሕክምና ክስታያት ሓደ ሽዱሽተ ዓመት ብፍላይ ኣብ ሕክምና ሓጊዞምኒ ነይሮም ብዘይ ምቁራጽ ወስድ ነይረ ብድሕሪኡ ግን ከምዚ ዋላ ትፋፋስን ትሕቲ ሓሙሽተ ዓመት እዩ ድመጽእ ብሕክምና ድሕር ሪኢኻ ሕጂ ፌበር ገይሮም ተዘይበምኻስ ኣይፍቀደካን ይኾኑ ሕጂ ብናቶም ኣረኣያቶም ኣብ ኣድሎ ኣባላት ግን ተተሓባቢሮምኻ ትወስድ ሕጂ ብዙሕ ኣብ ከምኡ ክርክር ምስ ኮነ ግን ኣቋሪጸዮ እቲ ናይ ሕክምና ገለ ሰባት ደንጊጸን ክባኻ ደልያ እቲ ሓንቲ ትቃወምቲ ኮይናስ ዋላ ኣብቲ ስራሕ ንዓቶም ዕንቅፋት ከይትኾነን ክትእለ ኢኻ ትመርጽ
እወ ዘለካ ሕጂ እንታይ ኢኻ ትገብር ዲኤምከይ ካብ ኩሉ ዓይነት ካልገር ቁንጥርጥር ኣቢለ በዓል ይሕምስ ኣቢለ የጥሕነላ ተሲኢኑ እንተድኣ ከቢዱ ንሱ ከኣ ቁሩብ ጥሕን ገዚኤ ጥሒነ ከኣ ጥሕን ጥራሕ ገብረላ ወይ ቀይሕ ጣፍ ተረኺበ ቀይሕ ጣፍ ከኣ ክሳይ ግበረላ ሕጂ እቲ ጸባ እውን ከብደካ እምበር ኒዶ ብጣዕሚ ትደልዮ ጽቡቕ ትሰቲ
ከምዚ ገይረ እየ ሕጂ ክስታይ ዝገብር ገለ ገለ ሕያወት ከ ኣለዋ ምሽ ንደቀን ተባሂሉ ዶ ካብ ባፋኻ እንከ በጃኽ እንጀራ በልዑ ኢለን ከኣ ተበኻኸ ኣለዋ ሆም በቃ ወይ ገለ ዝፈልጣኻ ከዓ ቤተሰብ ድዩ ገለ ከዓ ሃፋ ድዩ ገለ ተረኺበን ደህባን ካብ ጁባኻስ ከመይ ጌርካ ኢኻ ምስ ብጣዕሚ ከቢድ እዩ ከቢድ ካብ እዩ። ጁባኻ ከቢድ እንዲ ሓቂ ዘረባ አዎ። ግን ኣምላኽ መስገን ምሽ ክሳዕ ኩባያ ትኸውን ትተርፋ እውን ኣነ ኣይሽገርኒ ማሲ ባዕሉ ከም ዝጓስያ እዩ ዝርዳኣና እዩ ማለት ክገብሮ ዝግባእ ነይሩ ገብሮ እምበር ጓሳ እያስ እግዚኣብሔር ምዃኑ ጥራሕ ተረዲኣ እዛ ቆልዓ እዚኣ ሕጂ ኦልሬዲ ማሲ ይሰምዑና ስለ ዘለዉ ወይም ከዓ ዘብትና እውን ገለ ተስፋ ገብር ገለ ሓገዛት ክገብሩልና ብመንገዲ እዛ መደብ ብወገን ሕክምና ክትረኽቦ ትኽእል ሓገዝ ኣለዋ ዶ
ማለት እንደይ እንታይ እሞ ክብል ሕጂ እቲ ግዜ ነዊሑስ ይከኣል ዶ ኸውን

ምሻላ ሕጂ ከምዚ ምቾት ደሎ ብሽክለታ ዓረብያ እንድሕር ደኣ ተረኺቡ ዋላ ደይ ኢሉ ከማን ክተውፅኣስ ደስ ብለካ ብኤሌክትሪክ ዝሰርሕ ማለት እዩ ዋላ ከምኡ እንተተኻኢሉ ወይ እውን ምቾት ደሎ ዓረብያ ከዓ እንተ ደኣ ኣልያ ዋላ እኳ ብዙሕ ኣይተብላ እምበር ኣብ መዓልቲ ክልተ ሳዕ ገለ ንፋስ ህሪምካስ ተውፅኣ እወ ኣዝያ ከምኣ ደስ ዝብላ ክገርመካ ዋላ ካብዚኣ ናብዚኣ እውን ሸረር ክነብላ ከለና ኣዝያ ትሕጎስ
ንደገ ንሕክምና ንክትከይድ ዕድላት እንተትረክብሲ ከመይ ምበልኪ እስኺ?
ትከኣል ኸውን ኣነ ምወዳ ይክብል ማለት ሲ ኣይከውን እንድሕር ኢሎም ካ ንሓንሳእ ተስፋ እንዲኻ ትቆርፅ ኣብ ኣምላኽ ጥራሕ ተስፋ ከም ዘሎ እዩ ዝርዳእ ሽዑ ኣብቲ ዘይከውን ንሱ ይኸውን ክኸውን ይኽእል ይልሃል ዝበሃል ኮይኑ ኸ ትሪኦ ትኽእል ኣብ ሕብረሰብና ዘሎ ርድኢት ሓፈሻዊ ብዛዕባ እዚ ሕማም እንታይ ይመስል ኢልኪ ትሓስቢ? ዘጓነፈ ጸገም ወይ ከኣ ጽቡቕ ነገር እውን እንታይ ኣሎ? እወ ክልተ ነገር እዩ ኣወንታዊ ኣሎ ኣሉታዊ ኣሎ ኣወንታዊ ትብሎ ሕጂ ኣሎ ካብ ከማኻ ኮይኑ ዝሽገረልካ ኣሎ ብዓቕሙ እውን ክድግፈካ ደሎ እቲ ዓቕሚ ኩልኻ ሓደ ስለ ዝኾንካ እዩ ግዜ እዚ እምበር ዝደናገጽ ኣሎ ግን ክሪኦ ከለኩ ሕጂ እቲ ሰብ ሪኡካ ይኩን ደንጊጹ ጥራሕ ክከይድ ዓቅሚ የለን እዘን ዓሰርተ ሸውዓተ ዓመት ዘይርስዐን ሲ ክልተ ሰብ ኣለዋ እኳ እምበር ዳሃባኒ ተዘይኮነ ዓቅሚ ስለ ዝስእን እምበር ሪኡ ዝከይድ ሲ ብዙሕ እዩ ኣብ ውሽጢ ዓሰርተ ሸውዓተ ዓመት ሲ ክልተ ክልተ ሰባት ክልተ በቃ ክልተ ሰባት ክልተ ሰባት ፓምፐር ተገዲሰን ዳሃባኒ ኣለዋ ገሊአን እውን ኣለዋ ከዓ ከምዚ ኮቦርታ ርግድ በለ ገለ እቲ መንፀፍ ኮነ ገለ ድብላ ኣለዋ ሓደ ክልተ
ኩሉ እቲ ሕጂ እዚ ኣሎ እዚ ኣድቫንተጅ ትብሎ እቲ ኣወንታዊ ስታይ ትብሎ ኣሉታዊ ከዓ ኣሎ ሻሎ ተነፅሎታት ኣሎ ካብ ዘይምርዳእ ዋላ ከማን ኣብ ክራይ ገዛ ኮንካ ከማንሲ እንድሕር ደኣ ክሽነ ድዩ ወይ ሸቓቕ ናይ በይንኻ ተደይብልካስ ክሳዕታ ተሓፅበላ ጭረቕታ እውን ኣብታ ገዛኻ ካክትውትፋ ወይ ኣብታ ክሽነኻ ካትውትፋ ሸቓቕ ናይ ሓባር ተኮይኑ ንሰብ ከይተሸግር ውን ኣሎ ብዙሕ ነገር ጨርቃ ንክትፀጥሕ ከማን እንድሕር ደሊኻ ብፍላይ ዋና ገዛ ተልዩ ምሳኻሲ ኣብቲ ጥቕኡ ክትፀጥሐሉ ውን ኣይፈቕደልካን ኣሎ ኣነ ዶ ይርስዓኒ ብጣዕሚ ተሰማዕኒ ከማን ፀጥሒ ምስ ከድኩስ ፀሓይ ነይራ ካብ ፀሓይ ከይዓረበት ከለስ ክትመቕፀለይ ድዒቲ ናብቲ ጥቓታ ዋና ገዛ ከባቢ ፀጥሒ ሽዑ ገዛ ምስ ኣተኹ እትው ኢላስ ኣኪባ ኣልያቶ ነቲ ጨርቃ በቃ ጨርቃን እያ ምክንያቱ ፀሓይ ክትረክብ ኢለ እታ ፀሓይ ከይትኸደንስ ኣብታ ፀሓይ ደላ ተኸባቢ ገይረ ብድሕሪኡ ኣብኡ ክፀጣሕ ይገልኒ በርከ ክዋና ክሕልዋ ኣለኒ ሕጂ ናተይ ስልኪ ገይረ ጥራሕ ካብቲ ናይቲ ሰብ ዝፀልኦ ከባቢ እል ኣቢልካ ፀጋ ኣቢልካ ናይ በይንካ ስልኪ ትገብረላ ከምኡ ደገጠመት ሰዓታት እውን ኣለ ኣብ ከምሳት ሕጂ ተኣሽሙ ገለ እውን እንታይ እዩ ዝበቃ ከመይኣ ገለ ምሻ ኣሎ ከምዚ ባዕልኻ ትሰርሖ ውን ድመስሎ ብውላድ ድምካሕ ከኣ ኣሎ እዚኦም ከምዚ ነይሩ ድወልዱ ድብልኻ ውን ኣለው ሕጂ ኣሎ ብዙሕ ነገር ግን ካብ ዘይምርዳእ ኢኻ ትብሎ እምበር ትድንግጸሎም ንዑ እምበር ኣነ ወላ ሓንቲ ኣይስምዓንን ኢኻ ማለት ኣነ ከም ዝርዳእኒ እዚ ኣንሕና ውን ጽገማት ኣለና ንባዕልና ማሲ ብብዝሒ ኣብ ገዛና ንዓፍጦም ህጻናት ኣለዉ ኣብዚ ገዛ ኣይኮንኩን ዝብል ዘለኹ ብሓፈሽኡ ሕጂ ንኣብነት ክትከውን ኢልና ኢና እዛ ቆልዓ
ከም ኣብ ፓብሊክ ከነውፃ ንብል ዘለና ሕጂ እንታይ ክንገብር ኣለና ንሕና ኣነ ኣብዛ ምድሪ ዝመፅእ ሰብ ብምርጭኡ ዝመፅእ ሰብ የለን እዛ ቆልዓ እዚኣስ ብምርጫ ከም ዝኾይና ትመፅእ ኢለ መፀትን ግን ሓሳብ ኣምላኽ ኮይኑ ትፍጠር ስለ ዘለዋ ንትእምርቲ ኢሉ ከዓ ኣምፅዋ ሕጂ ነዞም ከምዚኦምሲ ክትሓብኦም ወይ ክትሽቕረረሎም ገለ የብልካን ውህበትካ እንድዩ ንምንታይሞ በቲ ዘለካ ግን ድካኣልካ ጌርካ ክትድግፎም ኣለካ በቃ ብፍቕሪ ከማ ዝያዳ ከዓ ብፍቕሪ ክትሕዞም ኣለካ ልዕሊ እቶም ጥዑያት ኢልካ ስታይ ትገብሮም ትንየተሎምሲ ንዕኦም ኢኻ ክትሓልድ ኣለካ ከማ ሕጂ ብዘይ ኣፍልጦ ከምዚ ድሕብኡ ቆልኦት ኣለዎ ምስለኒ ኣነ እንድዒ ክነንጽፍ ኢልና ከማን ክሳዕታ ማለት ምሳና እንዲና ንሕድራ ኣብታ ንደቂ ሰላ መደቀሲትና ንበይና ገዲፍና ኣብዚ ሕጂ ኣይነ በይነን ይገድፋና ነቶም ዓበይቲ ናሽቱ እዚኣ ገዲፍካ ናታ ኣራታ ንበይና ገይረ ናኻ ክከታተላስ ኣለም ለይቲ ግድን ግድን ይከታተላ ትሸይናት ቀይረ ኣለኻ ሃንደበቱን ክትሓምም ትኽእለ ክሪኣ ኣለኒ ሕጂ ብጥቓይ ገይረ እየ ደብላ ቀትሪ ግን ኣብዚኣ ክዓጹ ኣይደልን ንምንታይ ጽምዋ እንታይ ገበረት ተኾላ ተኻላ ድያ ክላ ሕጅስ ሰብ ዘሎ ቦታ ክተብሎም ኣለካ እቲ ሓልየትን ፍቕርን ክተርእዮም ኣለካ ካብ ጽምዋ ከዓ ድምፂ ዘለዎ ስፍራ ክትገብሮ ክትዕሎም ኣለካ እምበር ትኽኢልካ ክትዘናግዖም ኣለካ
የብሉን ብጣዕሚ በቃ እዋ ሓንሳዕ ሳዕ ዘንፅፈላ ከማን ኣብዚኣ እንድሕር ፀኒሓ ንወፅእ ከለኹ

ምስቲ ነውፅና ክሳዕ ኣቑሑትና ዓፂና ኣብ ገዛ ክንደሊ ብዚ ምስ ሰብ ተፀጊዕና ነርና ኢና ብድሕሪኡ ድሓር ሓንቲ ገዛ ምስ ረኸብና ካብ ኣኻ ነርና ሕጂ ኣብኡ እውን ብዙሕ ምቾት ዝነበሮ ገዛ ኣይኮነን ከቢድ ኩነታት ኢኻ ትሓልፎ ግን ክሳዕ ዝኾነልካ ከ ክፅምም ስለ ዘለካ ተፀሚማ ሓልፎ ነይረ ብጣዕሚ መስ ዝንዝን ኢልካ ክትገልፆ ስኩሩ ክብድ ብለካ ክብድ ብል እንዲ ኣብነት ክኾነና እንዲና ሕጂ ንዛረብ ዘለና ሕጂ ብሰንኪ እዛ ቆልዓ ነዛ ቆልዓ ክንድዚ ሕብሕብዋ ነዛ ቆልዓ ክንድዚ ሓልዩላ ከምዚ ዓይነት ቆልዓ ኣለካ ኢሎም ዝምፅሉካ ሰባት ኣለዉ ብዘይ ኣፍልጦ እዩ እዚ ሕጂ ከምኡ ኣጓኒፍኪ ስለ ዝሰማዕኪ እዩ ዝሓተኪ ዘለኹ እወ ሕጂ ምሽ ኣሎ ናይ ሰብ ነገር ሞ መላእታ የብላ ሳምታይምስ ክድንግፁ ትሪኦም ኢኻ ሓደ ሓደ ግዜ እውን ግንፁልኻ ትሪኦም ኢኻ ሕጂ ካብ ኣረዳድኣ ኣረዳድኣ ሰብ ኢኻ ትብሎ እምበር ሕጂ እንታይ ደ ማለት ሕጂ ሽንታ ክጨንዎም ኣይደልዩን እዮም ክትጥንቀቕ ጥራሕ እዩ ደለካ ጫቕሟቕ እንድሕር ኮይኑ እውን ፀጥ በሉ ክትብል ኣይትኽእልን ኢኻ ብዙሕ ነገር ኣሎ ገልጠምጠም ተይሉ ሰቕ በል ግደፍ ቆልዓ ደቂሳ ኣላ ትብሉን ኣይትኽእልን ኢኻ ሕጂ ብዙሕ ትሓልፉ ነገር ኣሎ ሕጂ ብዙሕ ነገር እንዲ ግን ካብ ኣረዳዳእ እየ ድብሎ ኣነ በቃ ካብ ርድኢት እዩ ካብቲ ዝነበርክዮ ገዛ ናብዚ ገዛ እዚ ክትመፅእ ከለኺ እዚ እወ ናብዚ ሕጂ ክመፅእ ከለኹ ብጣዕሚ እዩ ምሽ ማለት ምሽ ከምዚ ንዓይ ደልያ እንድያ ብስራሕ ምክንያት እያ ደልያኒ ሓንቲ እዛ ኣብ ዝነበረ ሰብ መፅያ እወ ሕጂ ምስ መፅት ከፊት ኳሕኲሓ ኣጋጣሚ ዋና ተኸፍታ ክፍት ምስ ኣበለተ ከዓ ምሻሎ ገፃ ጠሚራ ኢላ ምስ ኣበለት ኣትያ ሰንቢዳ እቲኣ ድሓር እቱ ምሰለት ከዓ ገብ ኣቢለን ከዓ ኣፅየን
እዋ ሕጂ ሰንቢዳ እታ ሰብ ብጣዕሚ እያ ሰንቢዳ ከመይ ድዩ ገለ ኢላ ወላ ሓንቲ ኮሚት ኩነታት በቃ ድሕሪኡ እታ ሰብ ፆር ኮይንዋ እሞ ገዛ ክትረክቡ ትክእሎ ማለት መቺእኒ ኮንኩ ነበር ነይረ ግን ክሳዕ ትረክብ የግዲ ከም ኩነታት ኢካ ክትከይድ ደለካ ነዚኣ ሒዝካ እዋ ኣበይ ገፃ እሞ ክሳብ ዓዲ ቀበላ ደይትኸዲ ደይትካረይ ርሒቅኪ ወይ ሕጂ ኣነ ስራሕ ገዲፈ እንተ ቆልዓ መዓስ እየ ክመላለሳ ብዙሕ ነገር ኣሎ ሕጂ ከምሰት ኣሎ ኣዝዩ ክብድ በለን ዳሕራይ እታ ሰብ ግን ጾር ኮይኑ ተሰሚዕዋ ክትከይድ ካብ ሰውን ናብ ካልእ ሃገር ክትከይድ ክትገስ ከላ ብዙሓት ነይሮም ገዛ ዝደልዩ እቲ ናተይ ኩነታት ግን ምስ ረኣየቶ ከም ጾር ተሸኪማ በቃ እዛ ገዛ ምስዞም ዋና ከረኽበኪ እሶም ክትኣትዋ ክትክእል ኣለኩም ኢላ ብሓቂ ሽዑ እዛ ገዛ ምስቶም ዋና ረኺባ ረዳዳእያና ኣምላኽ ባርኮም ሶም ከኣ ተቐቢሎምና ወላ ንሳታ ሰብ ክትከይድ ከላስ ነዚ ቆልዓ ዝኾነ መዝሙር ድዩ ገለ እንዳስማዕኹም ትጥቀመላ ኢላ እዛ ፍላት ከማን እሳ ገዲፋለ በቃ ገርመካ ወላ ትሪኦ ወላ እዚ ሳሎን ከማን ከምኡ ሰባት እዮም በቃ ነዚኣ ቆልዓስ ምቾት ዋላ ሓደ ሓደ ግዜ ሳብ ዝሓቆፍኪ ዝነበርኳ ሳሎን ኮፍ ምባልስ እቲኣስ ብከምዚ ናይታ ሓንቲ ቦታ ጥዋዕ ኢላ ነይራ ከምኡ ምስራየት ሽዑ እዚ እውን ፋሚሊ እዮም ድጋፍ ገይሮም እዎ ህዝጊ ረኣቦ ብሓቂ ሕጂ ከምዚታት ኣሎ ሕጂ ክስታይ በቃ ኣረዳዳ እዩ ማዕረቲ
ጌጋ ኣረዳዳ ዘሎስ ቁኑዕ ኣረዳዳ ደለዎ ሰብ ከዓ ኣሎ ብሓቂ እዎ ኣዝዩ ከመስግና ደለ ሕጂ ታድ ሽዱሽተ ቆልዑት እያ ዛብ ዝነበረ ሰብሲ በቃ ኣነ ደሓን ኣብ ቅድሚ ኣምላኽ ካልእ ሰርዓለይ እዚኣ ግን ነዛ ቆልዓ ትኸውን ዋላ ይበስ
ገድፋለይ ከይዳ
ናይ ብሓቂ መንገዲ እዛ መደብካ ከመስግና ደስ ብጣዕሚ ሕጂ ፍታሕ ወይ ሓገዝ ንደልዮ ዘለና መንገዲ እንታይ ይመስል
ማለትሲ ኣነ ከምዝን ከምዝን ክሕግዘኒ ኣለዎ ሰብ ክብል እኳ ዘይኮነስ ኦረዲ እቲ ኩነታት ዘርዚርና ኣለና ሕጂ እንታይ የድልያ ብኸመይ ክድገፋ ኣለዋ ገለስ እቲ ዝገለፅናዮ መረዳእታስ እኹል ኮይኑ
በቃ እኹል ሕጂ ሲ ኣብ ውሽጡ ዝደረኾ ሰብ ከም ናይ ውሽጡ ተኣዚዙ በቃ ኩሉ ትገብሮ ከዓ ንኣምላኽ ኢሉ ክሕግዝ ዝኽእል ሰብ ክሕግዝ ዝኽእል እዩ ዓስብሎ ማለት እዩ ኣብ መወዳእታ ክብለኪ ዝደሊ ነዚ ዕድል እዚ ነዚ መደብ ክነዳሉ ከምዚ ጌርኪ ሓበሬታ ንክትህብና ፍቓደኛ ኮይንኪ ጸገማት ናይዛ ቆልዓ ክተካፍልና ብምኽኣልኪ ብሽም እዛ መደብ ብሽም ኣዌ ሾው ብሽም መሳርሕተይን የመስግነኪ። መጀመርያ ከም ጎረቤት መጠን ከም መቕርብ መጠን ብዛዕባ ኩነታት ናይዛ ቆልዓ መብርሂ ክትብና ብምምጻእኪ ኣዝየ የመስግን። መጀመርያ ሽምኪ ክትብና። መጀመርያ መጀመርያ ብጣዕሚ እየ ዘመስግነኩም ከምዚ ዓይነት ምሽ ሃቀና ሒዝኩም ክትመፁ ከለኹ ስፔሻሊ ከዓ ነዛ ፋሚሊ እዚኣ ብጣዕሚ በቃ ምሽ ናይ ዓሰርተ ሸውዓተ ዓመት ክብደት ሕጂ ምሽ ኣሎ ዝፍትሓሉ ግዜ ኮይኑ እዩ ተሰሚዑ ኣነ ከም ፌበን ማለት እዩ ሕጂ ብሓቂ ምሽ ብጣዕሚ እየ ዘመስግነኩም ሽመይ ድማ ፌበን ዓረፈ ይበሃል ኣብዚ ከባቢ ዳርጋ ምስ በዓል ነግሽ ካብ ዝንላለ ነዊሕ ኮይኑ ከባቢ ዓሰርተ ሸውዓተ ዓመት ንቤት ምእላይ ማለት ናይ ሰሙናት ምእላይ ከማ ንሕሙምስ ክሳዕ ክንዲ ምንታይ ሃርድ ኣብ ቦታ ምሽ ኣብ ቦታ ኣደ ኮይነ ከዓ ከዓ ተኮይነ ስፔሻል ማለት እዩ ሕጂ ዓሰርተ ሸውዓተ ዓመት ማለት እኮ ብጣዕሚ ሃርድ ስለዚ ምሽ ብብዙሕ ነገር ከኣ ክትሕግዝዋ ከኣኒ ምሽ ከምቲ ኣሞ በቃ ከም ተበግሶኹም ማለት እዩ ናይ መግቢ ጸገም ኣሎ ዴሊ እዚ ፋፋ ያብቃ ፋፋኻ ክንደ ሂብካ እየ ክግዛእ መዓልታዊ ጸባ እሰን ጥራሕ እየ ከኣተን ትምገበን መግቢ ማለት እዩ እሰን ጥራሕ ክትምግባ ተኾንካ ከዓ ምሽ ከም ሓደ እኹል ሰብሲ እንታይ የድልዮ ኒውትሮንስ ንፈልጥ ኢና ምሽ ነፍሲ ወከፍሲ ዝተፈላለየ መኣዛታት እሳ ጥራሕ ክትምገብ ኮላ ነፍሲ ወከፍ መዓልቲ ንዓ ኣዳልያ ክትምግባ እሞ ኣብቲ ክትምግባ ኩላ ከዓኒ ምሽ ናይቲ ርእሲ ክብደት ንባዕሉ ኣነ ንባዕለይ ሲ ኣብታ ንፈቶም ክለን መዓልትታት ሲ ብጣዕሚ መዓልታዊ ከምዚ ገይረ እያ ትምግባ ነግሽ ኢለ ኣብቲ ናታ ቦታ ኣት ስፔሻል ከመደ ከዓስ ዘለዋ ፆርሲዑስ ብጣዕሚ ተሰሚዒኒ ማለት እዩ ሕጂ ሲ ብጣዕሚ እየ ዘመስግነኩም ካልእ ከዓ በቃ ምሽ ንቤቲ ምእላይ ኢብን ሕጂ ላ ዓሰርተ ሸውዓተ ዓመት ገይራ ኣላ እቲ ናይ ኣዴታት ነገር ኣሎ እወ እወ እሱ ማለት እቲ ናይ ኣዴታት ፅግያት ኣብዚ እዋን እዚ ኸ ምሽ ንሕና ንባዕልና ከማሲ ከም ጥዒቲ ኣነሲ ክሕብ ክሓብኦ ገለ እዩ እሳ ግን ከመደ ኮይና ኣብቲ ቦታ እቲ ንነፍሲ ወከፍ ነንመዓልቱ ዝወፅእ ብሊዲን ከተልዕል ከክሳዕ ክንዲ ምንታይ ይሃል ደገ ኣሎ ደገ ከዓ መዓልታዊ ማለት እዩ ኣብተን ዝወፀትለን ማለት እዩ ፕላስ ኣነ ዋላ ኣብቲ መጀመርታ ተላስ መዓልታዊ እንድሕር ዳኣቲ ከም ቆልዓ ኣደ ክልተ ቆልዕት እየ ክምግባ ከለኩ እዚ ሃብኒ ፋፋሲ ድርቀት ገብረሎ ሕጂ ዝግባእ ናታ ስሞል ኢንተስታይን ድዩ ዳጀስት ንክገብርሲ ብጣዕሚ እዩ እንታይ ይበሃል እወ ሕጂ እቲ ደገ ንባዕሉ ከመይ ክተውፅኦ ከላ ኣብ ወደይ ይሪኦ ስለ ዝነበርኩ ድርቀት ገብረላ ዶ ገሌለስ ይሓታ ነይረ ምሽ ከቢድ እዩ ግን በቃ እግዚኣብሔር ረድእዎም እስከ ኣብዚ በፂሖም ማለት መዓልታዊ ፓምፐር ከተውፅእሲ ሕሰባ ኣትሊስት በቃ ሓሙሽተ ቅርሺ እንተወሓደት እያ ከማን ዓሰርተ ቅርሺ ኢና ንገዝኦ ነርና ላርጅ ስለ እወ። ዝኾነ ዓብዪ እዩ። ሕጂ መዓልታዊ እንድሕር ክትገዝኦ ኮንካ ናይ ዓበይቲ ክዳ ክንደይ እዩ? ናይ ንኣሽቱ እኮ ክንደኡ ዝበፅሐስ መዓልታዊ ፓምፐራት ክትገዝእ ክዳ ፓምፐር ኣሎ ዲኤምከ መሳሊ ዲኤምከ ጥሕኒ እዚ ኩሉ ምሽ ክወሃባ ብትሕትና ይሓትት ማለት እዩ ኣብዚኣ ክ- ከም ተወሳኺ ክብላ ደሊ ማለት እዩ ምንጪ ኣታዊኦም ክኸውን ዝኽእል ከም ድኳን መሳሊ ድዩ ካልእ ምሽ ዋላ ንኣሽቱ ነገራት ክላስ ኬስ ኮድ እዮም ዝብሎ ከምኡ ዓይነት ዋላ ኣውፅኦም ምንጭ ኣታዊኦም ዝኸውን ስፔሻል ከዓ ነዛ ቆልዓስ ንመእለይ ዝኸውን
ብመልክዕ ፋይናንስ ክሕግዘካ ዋላ ይኽእል እታ ኬስ ኮድ ግን ሓንሳእ ምስ ወፀት እሶም ክዓይላ ይኽእል እዮም ነንመዓልቱ ማለት እዩ በዚ መልክዕ ተትሕግዝዎም ዝያዳ ብቀረባ ምስኣ ምስኣ ቀሪባ ንዓ እናተኸታተለት እዋ ትሪት ትገብራ ከኣ ሰብ ከኣ ዝያዳ ከኣ እወ ሕጂ እንታይ ኢና ንሓት ዘለና ኣብዚ እወ ብሩክ ሓምሳ ለሚንሲ ንሓምሳ ሰብ እንታይ ጨንኦም እዩ ገጽ እወ ንሓደ ሰብ ግን ሽኾም እያ ሕጂ እዛ ሰብ እዚኣ ነዞም ስድራ እዚኦም ሽኸም ኮይና ኣላ የስ ኣብ ብዙሓት ሰባት እንድሕር ተዛሪብና ግን እወ። እቲ ሽግር ዘይፍትሓሉ ምክ- መንገዲ የለን Yes. ይሰምዑና ስለ ዘለዉ እወ ሕጂ ከም ተወሳኺ ትብልዮ ተሊካ
ኣክል ኣንቲ ወይ ጠቂስናያ ኣለና ንዓ ትሪት ክትገብራ ትኽእል ትድግፋ ሰብ ኣብ ጎና ክትህል ዋላ ተቆፂራ ድያ እዚኣ ከዓ ከም በቃ ብጣዕሚ ተድልያ እየ ይብል ምክንያቱ ስራሕ እያ ትውዕል ስራሕ እሞ ከዓ መምህር መምህር ሲ ክንደይ ነገር እዩ ኣእምርኡ ክሕዝ ናይ ተምሃሮ ፆር ኣለዎ ፕላስ ናይ ጓላ ፆር እንድሕር ተወሲኹ ከዓ ከምቲ ዝግባእ ኣክቲቭ ከማን ኣይትኸውን ሕጂ ሳኽት ስራሕ ኣብ ትኸደሉ እዋን በዓል ቤታ ስለ ትሪት ትገብረላ እየ እምበር እሱ ዝምእርረሉ ደገታት እንተረኺቡ ግን ኣትሊስት እዛ ንበል ናይ ዓንቶይ ማለት ናይ ኬስኮ መልክዕ ድዩ ዋላ ድኳን መልክዕ ዝያዳ ይጸቕጠላ ማለት እዩ። እዛ ቆልዓ እዚኣ ብፍሉይ ተርእዮ ባህሪ ወይ ስክ እትፈልጥላ ነገር ወይ ምስ ሰባ ዘለዋ ምቅርራብ ከመይ ይመስል?
እዋይ ኣዝያ ጥዕምቲ እያ ግን እንታይ እስከ በቃ ምሽ ኣነ ከም ፌበን ማለት ከምዚ ኮይነስ ክትብል ኣይትኽእልን ኣትሊስት ዋላ ኣነ ክሕግዛ እንተኮይነ ንብሲ ከምዚ ኮይነ ክትብለን ትኽእል ኣይቲ ድምፂ የለን እዚ ንባዕሉ ሲ ኣነ ኣብቲ ቦታ ኣትየ ክዛረብቲ ኮይኑ ከመደሲ እሳ ጥራሕ ክትርድኣ ትኽእል ዝብለሉ ግዜ እውን ኣሎ ግን ኣትሊስት ምስ ምልምማድ ምናልባሽ ዶ ሕጂ ደጋፊት ክንብሎ ፀኒሕና ካልእታ ምስ ምልምማድ እሳ ኸኣ ዝያዳ ምስኣ ስለ ዘላ ኣብ ቀረባ ማለት እዩ ከም ዝተላትኪ ከምዚኣ ክትብላ እሱ ኸኣ ዝኸበደ ማለት እዩ ሕጂ ነዛ ቆልዓ እዚኣ ኣላይት ክንገብ ከተምጻላ እንተኾይና ምስቲ ዘሎ ደሞዝ እዎ ምስቲ ዘሎ መናብሮ ወላ ሓንቲ ክኸውን ኣይክእልን Yes. እዩ ኣትሊስት ሓገዝ ክትረክብ ክትክእል እዎ ኣለዋ እዎ ሕጂ ንኸምኡ ኢና ከ እዛ መደብ እዚኣ እንገብራ ዘለና ሕጂ ለበዋ ተሕልፍዮ እንተልዩኸ ክላዎ ዝደሊ በቃ ናብ ወጸን ናብ ውሽጥን ዘለኹም ስድራ ቤታት ስፔሻሊ ከኣ ከም ኣዴታት ማለት እዩ ነቲ ቦታ ተረዲእኽን በቃ ምሽ ኩሉ ሳዕሲ ናይ ኣደ ጾር ተረዲእናሲ ንነፍሲ ወከፍ ወፃኢታትክን ዋላ ካብታ ናይ ሻሂና ካብታ ኣታዊታትናስ ሓሙሽተ ዋላ እንተውፂናስ ዝዓበየ ኣበርክቶ እዩ ነዛ ህፃን እዚኣ ስለዚ ነፍሲ ወከፍ ኣብ ውሽጢ ዘሎ ደገ ዘለዎ ዘለኹም ኤርትራዊ ነዚ ነገር እዚ ጾር ተሰሚዕኩም ክትተሓባበሩና ስለቲ ዝሃብክና ኩሉ ሓበሬታ ኣዚና ነመስግን ኩሉ እቲ ዝበልክዮ ሰሚዖምና ስለ ዘለዉ ብሽም ኣወል ሾው ገለ ሓገዛት ከበርክቱ ተስፋ ንገብር የቐንየለይ። ዝኾነ ሓበሬታ ወይ ካባይ ማለት ድኾነ ድጋፍ ክገብር ድዩ ወይ ዝኾነ ሞራላዊ ድጋፍ እውን ክገብር ዝደሊ ሰብ ክረኽበኒ እደሊ እንድሕር ኣሎ በዚ ንቴሌፎን ዜን ክረኽበ ንኽእል ዜሮ ሸውዓተ ኣርባዓን ሓደን ሰማንያ ሓምሳን ትሽዓተን ናይ ኣዳላዊ መደብ ኣወል የሱፍ ናተይ ከዓ ዜሮ ሸውዓተ ዕስራን ሽዱሽተን ሰማንያን ሽዱሽተን ሰብዓን ሸውዓተ ንትገብሩለይ ምትሕጋዝ ከዓ የመስግን
ዝኸበርኩም ተኸታተልቲ ኣወይ ሾው ጸገማት መንእሰይ ቤትኤል ከም ዝሰማዕናዮ እዩ። ስለዚ ኩላትና ካብታ ዘላትና ብሞራል ይኹን ብንዋት ይኹን ቅርሺ ትኹን ሓምሳ ትኹን ብዘየገድስ ነዛ ቆልዓ ነዛ መንእሰይ እዚኣ ቁሊሕ ክንብላ ብሽም ኣወይ ሾው ብሽም መሳርሕተይን ይላቦ